ው ጥራሕ ኮይኑ ዓሌቱ ሙሉ ገንዘብ ዝኸፍል ስለምንታይ ንገዛኻ ሰዲድካሎም ሰለስተ ወርሒ ይጸንሕን ኢሎም ኣብ ሰለስተ ወርሒ ዝወደይ ደሓን ዶ ከመይ ኣለኻ ጽቡቕ ኣለኹ ማማ ደሓን ዶ ኣለኺ ባባ ከመይ ኣለኻ እወ ጽቡቕ ኣለና እንታይ ደኣኸ እወ ጠፊእካ እንዲኻ ጠፊእካ እንታይ ማለት እዩ ናፊቅናካ ኣይኮነን ያጀምዓት ልከር ሎሚ ኣብ መንጎናን ኣብ መንጎ ስድራናን ዘሎ ርክብ ናይ እንካን ሃባን ኮይኑ እዩ ሓቂ ዘይንዛረብ ኤርትራውያን በቃ እንታይ ዳ ክገብሩ ዳ ወርሒ ተሰግ ሚእቲ ስ- ሚእቲ እንታይ ክትገብር ክትሰድ ሚእቲ ተሰዲድካ ሎም ትሓፍር ሚእቲ ንንእሽተይ ሓፍትኻ መጻወቲ ኢኻ ትሰደላ ሌጎ ገዚኣ ክትጻወተሉ እንታይ ዳ ከመይ ሓዲርኪ ሽኮሪና ልበይ ኣብ ቂድሚኺ ዛዕ ኢሉ ወዲቁ ከም ገረወኛ ትማሊ ኖ ኖ ኖ ሎሚ ለይቲ ሓሊመልኪ በቲ ማስትሺ በቲ ልበይ ሒዝኪ ንስኺ ልበይ ልበይ ኢለ ደሪፈልኪ ጅስትያት ንማዕተብኪ እዚኣስ ፍቅሪ ዶ ትመስለኪ

እንዳ ናይ ከልቢ ኣጸጋዕ ኣሚልካ ኣብዛ ዓዲ ክላባት ሓርምሽ ፌስታል ገረማ ልዕለ ብልዎ ኣነ ከም መገዶም ኣብ መገዶም ሓደ ግድ ሓደ ሓሪኦሎም ገዲፈሎም እየ ዝኸይድ ወደደይ ማዕረ ሓደ ሲ ደስ ደስ ክብሎ ኢሉ ዓዲ ሲ ደስ ክብሎ ኢላ ሽሮ ጥሒና ኮረንሾ ከዓ ኣእሽም ገይራ ሂባቶም ቂንጣ ሂባቶ ድዩ ኣብቲ ኤርፖርት እቱ ምስ በለ ናይ ዓዲ እንግሊዝ መዓት መካይን ኣኻልብ ዉሕ ዉሕ ዉሕ ዉሕ በቃ ኣኽቦ ኢሎም ኻብ ፖላይስ መጺኦም ሒዞሞም ዋእ እንታይ ጌረ እየ ነዓ ንዑ እንዳ ቤት ዓገስት ሽሮን ኮሮንሽን ከኣ ላባራቶሪ ይእትየሞ ላባራቶሪ ኣእትዩ ኣብ ምርመራ ኣቱ እንታይ እየ ጌረ ክምለሰልካ እየ ሓንሳእ ሒዝካዮ ዝጸናሕኻ ሓሽሽ ድዩ ኬሚካል ድዩ ተፈልጠን ተባሂሉ ይምርመር ይምርመር ይምርመር ሽሮ ተመርመርዎ ማዕድን ሲኢኖምሉ ማዕድን ድበሃል ሲኢኖምሉ ምስ በዓል ቪታሚን A ስጋዕ Z ተደለዩ ስኢኖምሉ ካብ ሓሽሽ ከይከውን ስኢኖምሉ ኮሮንሾ ከምኡ እዚ እንታይ ኢሎሞስ እዚ ድብላዕ ዩ ዓድና ከመይ ጌርካ ትበልዖ ኢሎሞ ኣምጹለይ ኢልዎም ድስቲ ገለመለ ኣምጺኡ ሰሪሑ በሊዕዎ ክንደይ ዓመት በሊዕካዮ ትበሎስ ሓምሳን ክልተን ዓመት እዚ ብዘይ እኽሊ ሓምሳን ክልተን ዓመት ዝተቀመጠ ኢሎም

ኩሉ ቢታሚን ተሳኢኑ ኳይዲ ምስ ነቐፀ ምስ እዮም ዝነቕፁ እቶም ቢታሚናት እንጌራ እኮ ኮሎ ቢታሚን ኣለዎ ምስ ነቐፀ ግን ነቒፆም ኣብቲ እንጌራ እቲ ነቒፆም ብዘይ እኽሊ ዝፀንሐ ኢሎም ኣብ ጊንስ ኣስፊሮሞ እብለካ

ንበይንኻ ከኣ ትወጽኦ ምሽ ኣለካ ጭንቀትካ ካበይካ ተምጽኦ ባዕልኻ ተበግሶ እቲ ጭንቀትካ ተድካ ሰብ እንተ ተዛሪቡ ብሰብ ትሓስብ ተኾንካ ወይ ብሰብ ትማራመር ተኾንካ ባዕልኻ እኻ ትደክም ግን ብሰብ ዘይትሓስብ ተኾንካ መሊስካ ልእሎ ኮንካ ትማራመረሉ ተኾንካ ንሳ ከብ ዳንጀርስ ማኔክስ ንብሎ ዳንጀርስ ማኔ ጋዕሪ ንሱ ምሽ ኣለካ ከምዚ ብኡ ትጭነቅ ብኡ ትሓስብ ተኾንካ

ፋም ምስ ፋሚሊ ዶ ዘለኺ ስመንዶ ስመንዶ ማይ ነጋዕርኪ እስከ ትሪ ሲክስ ኣንኮላ ታልሸላ ዶ ኣለ ዕዋላ እኳ ዳ ዕዋላ ዳ እስከ ኣንኮላ ትሪ ሲክስ ማይ ነጋዕ ናይ ንጎ ምድሪ እያ ናይ ንጎ እስከ ኪራ ኣብ ሕረር በልበል እዮም ኪድ በትራ ሕዝበ ኣምፀት

ሓዙት ኮይና ኢና ምስ መን ምስ ጓል ኪሮስ መሓዙት እወይ እወይ እወይ ዋቲፍ ዘለዎ ከምኡ ክትብልኒ ከለክስ ደሓን ወርሒ ሓደ ገለ እኮ ክንመፅና ኣዲስ ኣበባ

ያ እዚ ሲ ኣብ ኣፍሪቃ ይብለክን ኣለኹ እዘን ኣብ ኢሮጳ ከይዶም ንዓኽን ዘጥንስኹን ዘለዋ ግደፎ እዚ ኣብኡ ካይትጠንሳ እንታይ ደልኽን ትጠንሳ መጻኢ ኣለክን ንመጻኢኽን ሕሰባ ኣብኡ ከይድክን ካይትጠንሳ በል የለ ኣብኡ ቆልዑ ዝበሃል ካይትወልዳ ስኢልክን በቃ ንሓንቲ መዓልቲ ንሓንቲ መዓልቲ ተላሊኻ ጨሪንካ ገለ ወይ ኣፍቂረካ ተፋቂርካ ብዘይ ኮንደም ምግባር እዚ ብዘይ ኮንደም እውን ኣይትግበሩ ንብል ኣለና ዓሰርተ ሻዕ ብኮንደም ገርኩም ተዘናጋዓ ኣይትጥነሳ ከምዚ ንብለኩም ኣለና ፍሪደም እዚ ዘሎ ፋክት እዚ ሓቂ ዘሎ እቲ ንነብሮ ዘለና ስዲ ወዲ ስዲ ይኮነን እዚ